ሰላም ክቡራት ተኸታተልቲ ናይዛ መደብ እንኳዕ ደሓን መጻኽን። ሎማዓንቲ ብዛዕባ ኣጠቓቕማ ሜክኣፕ ከመይ ጌርካ ትጥቀመሉ፣ ከመይ ጌርካ እቲ ምስ ቆርበትካ ዝኸይድ ትረክብ፣ እንታይ ዓይነት ፕሮዳክት ከዓ ይጥቀም፣ ከምዚ ዓይነት ሜክኣፕ ክገብር ከለኹ ከርእየክኒ ኩሉ ግዜ ሕቶታት ዝመፅኣኒ ከመይ ጌርኪ ንሕብርኺ ዝመስል ትረኽቢ፣ ከመይ ጌርኪ ከም ዝገበርክዮስ ከምዚ ጭቃ ዘይመስል ብዙሕ ላይክ ብዙሕ መብዛሕትኡ እቲ ሕቶታት ብዛዕባ ከመይ ጌርካ እቲ ሜክኣፕ ምስ ገበርካስ ዘይነቅፅ ወይ ኣብ ቆርበት ምስ ገበርክኖ ገለ ከም ሓንሳእ ሓንሳእ ክፈላለ ጅምር ከምዚ ጭቃ ዓይነት ዝመስል ሶ ሎማዓንቲ እንታይ ዓይነት ፕሮዳክት ይጥቀም ሜክኣበይ ከም ዝክመስል ከርእየክን እየ እቲ ኣገዳሲ ኣገዳሲ ነገር ኩሉ ግዜ ቅድሚ ሜክኣብ ምግባርካ እቲ ኣብ ትሕትኡ ትገብሮ ዶ እዩ ሶ እቲ ትሕትኡ ትገብሮ እንታይ ዓይነት ፕሮዳክት ክትፈልጥ ከኣኒ እንታይ ዓይነት ቆርበት ከም ዘለካ ቅድም ክትፈልጥ ኣለካ ኣነ ሕጂ ቆርበተይ ንቕት ዝበለ ኮይኑ ኣብዚ ቲዞን ግን ኣብዚ ማለት እዩ ኦይሊ እዩ ሶ ካምቢኔሽናል ካምቢኔሽን ስኪን ማለት እዩ ድራይ ተኮይኑ ንቁጽ እዩ ቆርበትክን ማለት እዩ ይቃራረፍ እዩ ብዙሕ ኩሉ ግዜ ብዙሕ ግዜ ሞይስቸራይዝ ክትገብራሉ ኣለክን ድሕን ኦይሊ ኮይኑ ከዓኒ ብዙሕ ዘይቲ ኣለዎ ኣይነቅጽን እዩ ዋላ ሃሩር ዋላ ቁሪ ከሎ ኩሉ ግዜ ኦይሊ እቲ ቆርበትክን ማለት እዩ ሶ ኦይሊ ስኪን ድሕን ኣለክን እቲ ትጥቀማሉ ዘለኽን ፕሮዳክት ኩሉ ግዜ ኦይል ይኸውን የብሉን ኦይል እስከ ንሕና ለክን ዘይቲ ዘይበዝሑ ፕሮዳክት ክትረኽባ ኣለክን ሶ ኣነ ሕጂ ነቑፅ ስለ ዝኾነ መብዛሕትኡ እቲ ናይ ገፀይ ቦታታት እቲ ዝጥቀመሉ ፋውንዴሽን ድዊ እዩ ድዊ ማለት ከምዚ ሞይስቸራይዚን ዝኾነ ንገፀይ ዘየንቅፆ ሞይስቸራይዝ ዝገብሮ ሶ እቲ ብትሕቲ ዘሎ ፕሮዳክት ፕራይመር ዋላ እቲ ፕራይመር ክጥቀም ከለኹ እዚ ከዓ ድዊ እዩ ሞይስቸራይዘር ማለት እዩ እዚ ሲረም ሞይስቸራይዚንግ ሶ ምስ ገበርኩ ሕጂ እቲ ሜክኣፕ ካብ ቆርበተይ ኣይፈላለን እዩ፣ ጭቃ ኣይመስልን እዩ፣ ምሉእ መዓልቲ ይውዕል፣ ንዝኾነ ሰብ ድሕን ሰላም ኢለዮ ገለ ኣብ ገጾም ኣይሕንፈስን እዩ፣ ጀስት ልክዕ ከም ቆርበተይ እዩ። ድሕን ሜክኣፕ ክትገብራ ኣለኹም ከዓ ኩሉ ግዜ ከምኡ ኢኹን ደልያ ላይክ ድሕን ንዝኾነ ኣብ ክዳንክን ከይሕንፈስ ገለ እናተሰከፍክን ክትውዕላ የብልክን። ሶ ኩሉ ግዜ እቲ ፕሮዳክት ትጥቀምሉ ምስ ቆርበትክን ዝኸይድ ክኾን ኣለዎ። ከምኡ ክትገብሪ ከዓ እቲ ፕሮዳክት ትገዝኦ ዘለኽን ከተንብኦ ኣለክን ወይ ከም ናተይ ቆርበት ድሒን ኣለክን ሕጂ ኣነ ካብ ምንሽን ስኪን ማለት እዩ መብዛሕትኡ እቲ ገፀይ ንቕፅ ዝበለ እዩ ግን ኣብዚ ፍንጫይ ሓንቲ ቁሩብ ላይክ ዘይቲ ይወፅኤ እቲ መዓልቲ እንዳኸደ እንዳኸደ ክኸውን ከሎ ከምኡ ንኸይገብር ከዓ እንታይ ገብር ኣነ ፓውደር ገይረ ሰት ይገብሮ ፓውደር ምስ ገበርኩ ሽዑ መሊሰ ሰዲን ስፕሬይ ገይረ ሰት ይገብሮ ምሉእ መዓልቲ ሕጂ ከምዚኣ ኢለ ኣይትውዕል ምሉእ መዓልቲ ገፀይ ዋላ ከምዚ ኢለ ውዒለ ክሓድር ክእል ኣይንቀሳቀስን ዋላ ሓደ ሶሎ መዓልቲ ከመይ ከዛ ሜክኣፕ ሎክ ከም ዝገበርኩ ክርእክኒ እንታይ ዓይነት ፕሮደክት ከም ጠቀምኩ ኩሉ ስእልን ሽሙ እንዳፀሓፍኩ ክርእክኒ እዛ መደብ ክትሕግዘክን ከዓ ተስፋ ገብር

Hi guys okay so ክጅምር ከለኹ እዚ ሞይስቸራይዘር እየ ዝጥቀም ቆርበትካ ንቑስ ድሕን ኮይኑ እዚ ንቑፅ ወይ ኖርማል ድሕን ኮይኑ እዚ ሞይስቸራይዘር ፅቡቕ እዩ ሽዑ እዚ ኣንደር ኣይ ብላም ኣብ ትሕቲ ዓይንኻ ትገብሮ ማለት እዩ ከምዚ ልብ ብላም ሻላ ኣብ ከንፈርና ንገብሮ ከም ቫዝሊን ዓይነት ኮይኑ እስኪ ናብ ትሕቲ ዓይንኻ ትገብሮ እዩ ማለት እዩ ሽዑ እዚ ፕራይመር ይጥቀም እዚ ፕራይመር ከኣ ነቲ ሜክኣፕ ከይንቀሳቐስ ምሉእ መዓልቲ ከይተሓንሰሰ ወይ ካብ ቆርበትና ከይተፈላለየ ከይመስል ዝሕግዞ እዩ ማለት እዩ። እሱ ምስ ገበርኩ ሽዑ ኣይብራውዘይ ክገብሮ ጅምር። ኣይብራውስክን ከምቲ ምስ ገጽክን ዝኸይድ ሼፕ ጌርክን ክትገብሮ ትኽእላ ኢኽን። እዚ ከምዚ ኣነ ጌረ ዝገብሮ እዩ፣ ግድን ከም ናተይ ክትገብሮ ኣለክን ማለት ኣይኮነን። ኩሉ እቲ ፕራደክት ዝጥቀመሉ እቲ ስእልን እቲ ሽምን ኣብዚ ጎኒ ክትሪኦኦ ኢኽን። ኩሉ ግዜ ክትገብርኦ ከለኽን ብራሽ እንዳገበርክን እቲ ፐንስል ምእንቲ ማራ ደሚቕ ኮይኑ ምእንቲ ከይወጽእ በቲ ብራሽ ጌርክን ብራሽ ክትገብርኦ ኣለክን ሞር ናቹራል እዩ ዘምስሎ። ኮምኡ ምስ ገበርኩ ሽዑ በዚ ኣይብራውዝ ጀል ገይረ ማስኬራ ኮይኑ እስኪ ናይ ኣይብራውዝ ማለት እዩ ብኡ ገይረ ነቲ ጨጉረይ ይምሽጦ እቲ ጨጉሪ ከም ዘይንቀሳቐስ በጢሉ ከም ዝውዕል ይገብሮ ፋውንዴሽን ከዓኒ እዘን ሓንቲ ዓይነት ፋውንዴሽን ኮይና ግን ክልተ ሕብሪ ብሓንሳእ ሓዊሰ እየ ዝጥቀም ልክ ምእንቲ ከምቲ ቆርበተይ ክመስል ማለት እዩ እተን ሕብሪ ኣነ ዝጥቀመለን ካርሞል እታ ደማቅ ከኣኒ ጎልደን እያ ክልቲኤን ምስ ሓወስክወን ሕጂ ልክዕ ከም ቆርበተይ ይመስል እዛ ፋውንዴሽን ኣዝያ ጽብቅቲ እያ ከምዚ ድሮ ቆርበት ድሕን ኣለክን ማራ ንቁጽ ድሕን ኮይኑ እዛ ፋውንዴሽን ጽብቅቲ እያ ከምዚ ሄልቲ እዮም ስለሆነ እቲ ቆርበትክን ናቹራል እያ ክትመስል ልክዕ ከም ቆርበትኪ እያ ትመስል ሕጂ ምስ ገበርክዋ ክትሪኣ ኢኽን ብለንድ ክትገብርኦ ከለኽን ብለንድ ብለንድ ብለንድ ክትገብራ ኣለክን ግድን ዶር ክገብር እዛ ከንሲለረይ ዝጥቀም ካብ ሕብሪ ቆርበተይ ኣም ቁሩብ ድምቕ ዝበለት እያ ከምዚ ትሪእያ ዘለኽን ሶ ኩሉ ግዜ ካንቱር ክትገብራ ከለኽን እቲ ካንቱር ክትገብራ ትጥቀማሉ ዘለኽን ካብ ናትክን ቆርበት ቁሩብ ድምቕ ዝበለ ክኸውን ኣለዎ ካብቲ ናትክን ሕብሪ ድምቕ ዝበለ ልክዕ ከም ናትክን ሕብሪ ቆርበት ወይ ህስስ ዝበለ ድሕን ኮይኑ ካንቱር ክትገብራ ክትጥቀማሉ ይትኽእላን ይኽን ሽዑ ከንሲለር ከዓኒ ይገብር ኣብቲ ትሕቲ ዓይነይ ቁሩብ ኣብ ኣብ ግንባረይ፣ ኣብቲ ክገብረሉ ዝደሊ ቦታታት ማለት እዩ፣ ድሕን ኣፍንጫኽን ክጥን ዝበለት ክትከውን ደሊኽን፣ ኣብታ ማእከል ናይ ኣፍንጫኽን ንእሽተይ ትገብራ፣ ሽዑ ካልኣይቲ ካንሲለር ከብኣ ድምቕ ዝብኣ፣ ህስስ ዝበለት ሕብሪ ማለት እዩ፣ ይሕውሰሉ፣ ኩሉ ሽዑ ብሓንሳእ ብለንድ እገብሮ። እንተደሊኽን ብብራሽ ክትጥቀማ ትኽእላ ኢኽን፣ እንተደሊኽን ከኣ ቢዩቲ ብለንደር ክትጥቀማ ትኽእላ ኢኽን። the most important part is to make sure you blend ግድን ብለንድ ክትገብራ ኣለክን ኣብኡ ኮፍ ዝበለ ክመስል የብሉን ልክዕ ከም ቆርበትክን ክመስል ድሕን ደሊኽን ብለንድ ክትገብራ ኣለክን ክትሕውስኦ ኣለክን ብለንድ ገይረ ምስ ወዳእኩ ኣብቲ ከንሲለር ዝገብርኩሉ ቦታታት በዚ ፓውደር ገይረ ሰት ገብሮ ምእንቲ ከይንቀሳቐስ ወይ ካብቲ ቆርበተይ ከይፈላለ እዚ ፓውደር ምእንቲ ከይንቀሳቐስ ይሕግዞ። ኩሉ ኣብቲ ከንሲለር ዝገበርኩሉ ቦታታት ይገብሮ ማለት እዩ ኣብ ግንባረይ ኣፍንጫይ ኣብ ትሕቲ ዓይነይ ኣብ መንከሰይ ሽዑ ንምሉእ ገጸይ ከኣኒ በዚኣ ፓውደር ጌረ ዝሰቲ ትገብሮ ምእንቲ እቲ ፋውንዴሽን ወይ እቲ ካንቶር ምእንቲ ከይንቀሳቐስ እዚ ምሉእ መዓልቲ ከይተንቀሳቐሰ ክውዕል ይሕግዞ። እንደገና ከኣኒ ከምዚ ምስ ቆርበትካ ቆርበትካ ዓይነት የምስሎ ከምዚ ናይ ብሓቂ ቆርበትካ ዓይነት የምስሎ። ሽዑ መሊሰ ኣብ ፓውደር ካንቶር በቲ ክሪም ጌረ ምሽ ፓውደር ካንቶር ጌረዮ ኔረ በዚ ፓውደር ጌረ ሽዑ ጭስ ቁሩብ ምእንቲ ፍረሽ ክመስል ብራሽ ጌረ ካንቶር ይገብሮ። ብላሽ ድሕን ኣይትፈትዋን ኮይንክን ግድን ክትገብሮ ኣለክን ማለት ኣይኮነን ኣነ ግን ብላሽ ምግባር ይፈቱ እየ እዚኣ ብላሽ ኣዝየ ዝፈትዋ ቀላል እያ ከምዚ ደሚቕ ገይሩ ኮይኑ ኣይወፅን እዩ ህስስ ዝበለ ከምዚ ናቹራል እዩ ዝመስል ኣብ ከንፈሪ ብራውን ሊፕ ላይነር ዝጥቀመላ ዘለኹ ካብ ኪኮ ሚላኖ ዝበሃሉ ካምፓኒ እያ ብኢደይ ደሚቕ ኣይገብሮን እዩ just ከምቲ ዝደልዮ ጌረ ነቲ ከንፈረይ የስተኻኽሎ ሽዑ ብኢደይ ጌረ ከኣ ቁሩብ ኣህስስ የብሎ ሽዑ ኣብ ልዕልኡ lip gloss ይገብረሉ just clear lip gloss ዝኾነ ዓይነት ኣብ ልዕልኡ እገብረሉ ምእንቲ ኣጸቢቑ ክተሓዋወስ። ኣብ ዓይነይ ሽዑ እዛ ዝጥቀመላ ዘለኹ ኣይ ሻዶ ሎሚ ዓይንቲ እዚኣ እያ ቅድም እታ ኣራንሾኒ ሕብሪ መሪፀ ማለት እዩ ብኣ ገይረ ኣብቲ ክሪስ ናይቲ ዓይነይ ብለንድ እያ ዝገብሮ ሓንቲ ብራሽ ተጠቂመ ነዚ ብለንድ ክገብሮ ማለት እዩ እታ ኣራንሾኒ ሕብሪ ሽዑ ከዓኒ እታ ፒንክ ሕብሪ ሮዛ ማለት እዩ እሳ ተጠቂመ ንክልቲኤን ብሓንሳእ ይሕውሰን ሸው ካብኡ ቀጺለ እታ ብሪቕሪቕ ትብል ካልእ ዓይነት ኣ፣ ሮዛ ሕብሪ ወሲደ ብ ቅድም ብኢደይ ጌረ ኣፕላይ ይገብሮ ማለት እዩ ሽዑ ብራሽ ጌረ የስተኻኽሎ። ተደሊኽን ኩሕሊ ሽዑ ክትገብራ ትኽእላ ኢኽን። ኣብ ብዙሕ ኣይድምኦን'የ ግን ንእሽተይ ኩሕሊ ይገብር'የ ሽዑ ከኣ ኣይ ላሽስ ይውስኽ ማለት'ዩ ኣብቲ ኣኣ ትሕቲ ዓይነይ ቁሩብ ካብታ ሮዛ ሕብሪ ጌረ ቁሩብ ይለኽዮ ሽዑ ማስኬራ ይጥቀም ደስ ዝበለኪ ማስኬራ ክትጥቀማ ትኽእላ ኢኽን እዚኣ ካብተን ኣነ ኣዝየ ዝፈትወን እያ ሃይላይደር እዚኣ ሃይላይደር እየ ዝጥቀም ብዙሕ ኣይገብርን እየ ጀስት ኣብቲ ትሕቲ ሻፍሽቲ ዓይነይን ንእሽተይ ኣብ ኣፍንጫይን ጥራሕ እየ ዝገብር ሽዑ ኩሉ ምስ ወዳእኩ በዚ ሰዲን ስፕረይ ጌረ ስፕረይ ይገብሮ ምሉእ መዓልቲ ከይተንቀሳቐሰ እውዕል። ኦኬ እሞ እዛ ናይ ሎማዓንቲ መደብ ኢንጆይ ጌርክንኣ ክትኮና ተስፋ እገብር። ዝኾነ ዓይነት ሕቶታት እንተለክን ኣብዚ ታሕቲ ካመንት ጌርክን ክትሓታኒ ትኽእላ ኢኽን ወይ ኣብ ኢንስታግራም ኦር ኣብ ቲክቶክ ኣብኡ ኣለኹ ኣብኡ ላይክ ኣብ ቲክቶክ ሕፅር ሕፅር ዝበለ ቪድዮታት ብዛዕባ ሜክኣፕ ጨው ገለ ፖስት ገብረ ኣብኡ ፎሎ ክትገብራኒ እንድሕን ደሊኽን